ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ሰይሳን ብምቕጻል ኣብ ናይ ልምዓት ፊልምና ከም ዝተለመደ ክንስሐ ክንጫወት ክንዘናጋዕ ኣብዚ ማሕበራዊ ሚድያ ሓደሽን መዘራረርትን ዘለዉ ነገራት ብሓደ ኮይና ክንርኢ ኣብ ቦታና ተረኺና መጺና ኣለና ቅድሚና ቪድዮና ምንታይና ግን ነሻ ነዚ ሓድሽ ኢልኩም ንምንታይ ማለት ምንታይ ኢኹም ሓድሽ ምዃን ትፈትዩ ሰብስክራይብ ብምጋር ቤት ዝኾኑ ብምቕፃል ነዛ ቪድዮ እዚኣ ድማ ብዙሓት ሰባት ክትበፅሕ ስለ ዘለዋ ላይክ ሼር ምጋር ይረስዕ ህዝና ቪድዮና ከእተኩም ክሳብ መወዳእታ ቪድዮና ምሳኹም ትከታተሉ ብኸብረይ ዝሓትት ሰናይ ፃንሒት። እሺ ኣሕዋት እስቲ ቪድዮና መጀመሪ ክኾነና ብዚኣ ንጀምር። ማዓረይ ምስ ሓባ ጠሚና እኮ። ጠለ ጠለ መፅእ እኮ እየ። መፂእ ዶ? ኣረ እንኳዕ መፀ። ዋይ ታይ እዚ ማይ ማዓረይ። ዋእ እማ ማዓረይ ፌክስ እየ ሎሚ ድዩ።
ሽጉርቲ ኮሚደረ ተኾን ሕደይ ትገብርሉ። ሎሚ ሽጉርቲ ተበልካ ሓዊ ኮሚደረ ተበልካ ሓዊ በርበረ ሓዊ ዘይቲ ሓዊ ኩሉ ሰይ ዝሓዊ እዩ ኮይኑ እንዮ ያኮ ጥዕምቲ ኮያ ጨኮ ገረላ እየ ጣዕማ እዩ ጣዕማ እሞ ጨው ገረላ እየ እንጀራ ካብ ክደርቀ ከስ ልስልስ ኢሉ ብዛ ገርካ ልስልስ ዝበለ እንጀራ
ተበልዐ
ተማን ገብር

እሺ ኣሕዋቶም ትሪእዎ ኣለኹም ኢኹም ማለት ናይ ናብራ ምኽባር ከምዚ ኮይኑ ማለት ፀብሒ ተገዲፉ ሲ ማይ ብጨው ጌርካ ምፅኢኻ ምስ እንጀራ
ተንፅፍ ለኸ ዓራትካ መሬት ትውልውል ለኸ ሶፋ ትነግፍ ለኸ ተናገር ይነግፍ ኣለኹ ዘይነግፎ ነገር የለ ኩሉ ይነግፍ ኣለኹ እውነት ትነግፍ ለኸ ኸ ሎማዓንቲ ደሊከ ነርሲስ ኣበይ እሞ

ብዝኾነ ምኽንያት ኣይሰኣንን ሕሉፍ ሓሊፉ ናይ ሸንዳ ሽፎን ደስፊ ሶዝማት ያሉና ልሓት ናብ ድንኳን ክትለኣኽ ከለኻ እሺ ቀጠፍ ቡና ሽኮር ዕጣን ቀጠፍ ቡና ሽኮር ዕጣን ቀጠፍ ቡና ሽኮር ዕጣን ቡና ዕጣን ቡና ሽኮር ረሲዐዮ ከዓ ረሲዐዮ
እሻዋ እዛ ቪድዮ ከም ስረኹም ይኹም ማለት እዚኣ ኩላትና ገጢማትና እያ ቀደም ዝኾነ ነገር ትለኣኽ እሞ ኣብ መንገዲ እናኸደኻ ትደጋግማ እዛ ቃል ከይትርስዓ ከም ዝምዝና ደጋገምካ ትኸድሞስ ዝኾነ ነገር ይፍጠር ካብኡ ትርስዖ ዘለካ ኣማራጭ ኣይትምለስ ናብ ገዛ ኣብ ገዛ እንታይ ይጸንሓካ ጸርፍን በትርን ኣብዛ ዓለምና ሲ ከም ክርስትያኖ ሮናልዶ ኢንፍሉንስ ዝገበረ ሰብ ይህሉ ዶ ይኸውን ኣብዚ ግዜ እዚ ሕሰብዎ ኣብ መላእ ናይ ኩዕሶ እግሪ ታሪኽ እቲ ተሰሪሑ ዘይፈለጥ ኣዝዩ ብዙሕ ዝኾነ ክብርታት ዓቂቡ ዝኸይድ ዘሎ ክርስትያኖ ሮናልዶ ሃገሩ ፖርቱጋል ንክብሩ ንምባል ድማ ሸውዓተ ኢሮ ኮይን ከተምጽእ ምዃና ይንገር ኣሎ ማለት እዩ። እዚ ማለት ድማ ብሽም ክርስትያን ሮናልዶ ስእሊ ዘለዎ ሲኣር ሰቨን ተባሂሉ ዝጽዋዕ ሓደ ቁጽሪ ሸውዓተ ማለት ነታ ንዕኡ እተፍልጦ ቁጽሪ ገይሮም ሸውዓተ ኢሮ ሰሪሖም ብሽም ክርስትያን ሮናልዶ ክዝርግሑ ምዃኖም ኣብ ቀረባ ግዜ ይነብሩ ኣለዉ ማለት እዩ። ሕሰቦ ኣብ ሃገሩን ኣብ ዓለም ምሉእ ማዕረ ክንድዚ ኢንፍሉንስ ዝገበረ ክርስትያን ሮናልዶ ልዕሊኡ ኣብዚ ግዜ እዚ ኢንፍሉንስ ዝገበረ ሰብ ኣሎ ኢልኩም ዶ ትሓስቡ? ሽሕ ኣብዚ ቪድዮ ከም ሰማዕናዮ እዩ ኣይፈልጥ እዩ ኣብዚ ቪድዮ እዚ ናይ ሜሲ ኣድነቕቲ ከም ዘለኹም ንሜሲ ትፈትዩ ከም ዘለኹም ናይ ክርስትያኖ ከም ዘለኹም እውን ይፈልጥ እየ ኣነ ንማንም ኣይፈቱን ማለት ክልቲኦም ይፈትዮም እዩ ኩዕሾ ስለ ዘይርኢ ማለት እዩ ሰባት ሓንቲ ሕቶ ክሓተኩም ማለት ንስኻትኩም ሲ ናይ ክርስትያኖ ዲኹም ወይስ ናይ ሜሲ ኣድነቕቲ ኣብ ኮመንት ኣቲኹም ንገሩኒ በዓልቲ ገዝኢ ስራሕ የብልካ ኢላ ባረረቶ ማይክ ንክልተ ሚእቲ ሰብዓይ ሰለስተ ሚልዮን ሎተሪ ኣሸናፊ ኮይኑ። ልዓሰርተ ሓሙሽተ ዓመታት ልኣክል ብሓዳር ልጸንሑ፣ ነገር ግን ቅድሚ ሽዱሽተ ወርሒ ስራሕ ፈቲሑ ኣብ ገዛ ከፍ ኢሉ ነይሩ። ንኣነ ለምጻኹ ንኻላ ቆርጠም ኻይትነብሪ ችድ ውጻእ ኢላ ልባረረቶ በዓልቲ ገዝኡ። ስለለ ልሻሂ ኢላ ብልሃወቶ ዓሰርተ ቅርሺ ሎተሪ ቆሪጹ። ድሕሪ ሽዱሽተ ወርሒ ክልተ ሚእቲ ሰብዓይ ሰለስተ ሚልዮን ወጺሕዎ እና። ሃይላት ካራኸርላ በዓልቲ ገዝኡ። ኣነ ልሻሂ ካይለ ብላህወኹዎ ቅርሺ ቆሪጽወና ይግበእኒ ኢላ ትከራኸርላ ስራሕ የብልኻይ ወይ ስራሕ የብልኺ ኢልኹም ትስበኣሱ ሰብ ሓዳር ፈጣሪ ድንጉም በይ ሓደ መዓልቲ ናይኹም ልብሎም ነገር ስለ ልመጽእ ትዕግስቲ ግበሩ እታ ልማሊ ደቂ ዓበይቲ ስለላ ይግበኣ ኢሉ ይከራኸር ለብቻ ሰብ ሓዳር ብስራሕ ምኽንያት ከይትፋትሑ ልማሊ መቸ እሺ ኣሕዋት ዝጉዳይ ምስ ሰማዕናዮ እዩ ማለት ብጣዕሚ ዝገርም ዓሰርተ ቅርሺ ኣውፅኣቶ ካብኡ ግን ብዛ ዓሰርተ ቅርሺ ሎቶ ረፅሕዎ ተስፋ ይገብር እዛ ዓሰርተ ቅርሺ መልሰላ ከይዱ ምለሰላ ምለሰላ ብምቕፃል እንታይ ኢና ንመሃር ካብዚ ጉዳይ እዚ ኣሕዋት ሓደ ሰብሲ ቅርሺ ኣለዎ ኢልካ ብጣዕሚ ዘይምሽቅባጥ ቅርሺ የብሉን ኢልካ ድማ ብጣዕሚ ዘይምንዓቕ ንሓደ ሰብ ሰብ ምዃኑ ጥራሕ ምፍታው ምኽባር እዩ ንቐፅል እሽሕዋት ካብዚ ምቐፃሊ ድማ ዘብራኣሩኽ ኩላትና ንፈልጦ ኢና ብዛዕባ ኣብርሃም ኣፈወርቂ ዝብሎ ዘሎ ንስማዕ ኣነ ናብርሃም ደርፊ ብጣዕሚ ዝፈትው ናብርሃም ኣፈወርቂ ምክንያት እውን እዩ ዝፈትኸሉ መንገዲ ብዙሕ ስቑኢሉ ኣምተደጓዕኹኻ ብጣዕሚ ሓያል ስኢሉ ክንዲ ጎ ገርዓልካ ዝኾኑ ፀገማት ሓሊፍና እንዲና መፂና ስቑኢሉ የኾነ እቲ ሞያኻ ሰይ ክተቋርጦስ ምንባር ለኽ ተቋርጾ ልገብር ጸገማት ማለት እዩ ሓሊፍና ኢና መጺእናና ካብቶም ተስፋ ልሃውና ደርፍታት ኣነ ኣብርሃም እዩ ኣብርሃም መፈርቅስ ምንባር ሓያል ምዃን ፀዋር ምንባር መመሊስካ ምሙኳር ልብሉ ኣብ ውሽጥና ኣሎ ሓይሊ ከክሕለፍ ዘፍንፅሕ ልብልና ኣብርሃም ዓብይ ስለ ምንባር ትርጉም ለረድእ ፖዚቲቭ ሓንቲ መሪር ንዝብል የለን ናብ ኣብርሃም ኣፈወርቂ ተስፋ መቁረፂ ይኮን ኣድናቂ እየ
ብዘበሃላ እዚስ ኣብርሃም መልክዑ ደስ ኢሉ ንገለገለ ተይኮነስ ጥበቡሲ ንኣይስ ሳፖርት ገይሩኒ እዩ ማለት እየ ንህይወተይሲ ፅቡቅ ደራፊ እዩ

ተስፋ ልሃበኒ ለኣይ ኢለ ኣብርሃም ጥራሕ እዩ ለካ እምበይስ የብለይ እሾኻ እዛ ቪድዮ ከም ሰማዕናያ እያ ካብ ናይ ኣብርሃም ጉዳይ ከይወፃና ኣሎ ጉቢባ ድማ ዝኾነ ሕቶ ይሓተና ኣሎ እስኪ ንስማዮ ካብ ናይ ኣብርሃም ኣፍወርቂ ደርፍታሲ ትምስጠኩም ኣባህላ ንእሽተይ ሓረግሲ ኣይነት ደርፊ ዘይኮነሲ ኣይነት ኣባህላ ትምስጠኩም ኣብ ቦታ ኮሜንት ሴክሽን ጸሓፉሉ ኢኹም ናተይ ክነግርኩም ካብታ ምንባር ትብል ኣርእስቲ ደርፊያ ሳቃትያ ትብል እንታይ ምንባር ምስ በልኩ ዘይፍለየኒ ሰብ ዘኪረ ሎሚ ምሳና ዘየለ ክምህር ኢሉ ከም ተፈጥረ ትርጉም ኣዊዣ ህይወቱ ኣክንዲ ህይወት እምነት ምስ ኣፍቀረ ምንባር ንመን ትግብኦስ ምስ ሕመቂ ካብኡ ተማሂረ እያ ትብል። እሺ ኣዛ ቪድዮ ከም ዝረናየ እያ እስቲ መቸም ኣብርሃም ዝጸልእ ሰው የለን ኢላ ዝጸልእ ሰው ኣሎ ኢለ ግምትን ኣብርሃም ኣፈወርቂ ማለት ብሱር እዚ ሌጀንድ ዝበሃል ደራፊ እዩ ካብ ናይ ትግርኛ ብፍላይ ድማ ማለት እዩ ብምቕጻል ካብ ናይ ኣብርሃም ትፈትዋ ፓርቲ ናይ ደርፉታ እያ ኣነ ተጠይቅኩምኒ እስቲ ከም ዝሓሰብካዮ ድዩ ከም ዝኾነልካ እምበር ዝብለ ኣሎ ሓደ ብምቕጻል እንታይ እያ ትምነርት። ፍቕሪ ከም ጸሓይ'ዩ ልቢ እንተ ነጺሁ ዕራርሙ እንተ ኸደስ ወጋሕታ ይምለስ'ዩ ትብል ኣነ ብጣዕሚ እያ ትምቸየኒ እስቲ ስኻትኹም'ኸ ካብ ናይ ኣብርሃም ፓርት ኣየንቲ ትፈትዩ ኣብ ኮመንት ጸሓፉለይ እስቲ ኣብዚ መታ ይብልና ልሓት ናይ ኣዋልድ ቀንዲ ጸገመን ኣብ ፍቕሪ እሺ ኣወዳት ቢሮን ወረቐትን ንሓዝና ጽቡቕ እዩ ከምሳ ትምህርትሲ ኣይጎድእን እዩ ንሰብ ኣሕዋተይ ማለት ኩላትና ቢሮ ወረቐት ሒዝና ናብ ምክታል ናፅል ናይ ኣዋል ቀንዲ ጸገመን ኣብ ሪሌሽንሽፕ ኣብ ፍቕራዊ ህይወተን ሓደ ወዲ ጥራይ ኣይኮነን ዘሎ ፕላን እዩ ፕላን ቢ ኣሎ ካልኣይ ኣሎ ፕላን ሲ ኣሎ እዚ እንተዘይሰሊጡ እዚ ኣሎ እዚ እንተዘይሰሊጡ እዚ ኣሎ እዚ እዩ ትቐንዲ ሽግር እዛ ኤ ከይሰርሕ ዝገብሮ ሙሉእ ኢነርጂያ ነዚ ንኸይትቦ ዝገብራ እዚ እዩ ትቐንዲ ጸገም እምበር ከዚ እንተኸይዱ እዚ ክመጽእ እዚ ተኸይዱ ካዚ ክመጽእ እዚ ግን ክብል ከለኹ ደቂ ተባዕትዮ ዘሎ ዴስ ደይስ ኣሎ እዚ ዋላ ኣብ ስራሕና ኣስተውዕሉ ደቂ ሰባት ምርጫ ብዝበዛሓና እንታይ ኢና ንኸውን ድኹማት ኢና ንኸውን እዚኣ ዶ እዚኣ ዶ እዚኣ ዶ እዚኣ ዶ ክንብል ማዓት ግዜ እዩ ዝሓልፈና so please ነዚ ነገር ዝተረድኡ ድሕር ምርጫ ውሒድና more ዓቕምና more powerful ኢና ንኸውን እስከ ናብ ሂወትኩም ድሕሪት ተመለሱ እሞ ምርጫ ኣብ ዘይነበርኩም እኮ ብጣዕሚ ጻዕራማት ኔርና ብጣዕሚ ጻዕራማት ኔርና ስለዚ ነቲ ዘሎ ፍቕሪ ጺዒርና ክነስርሖ ከኣኒ more energy ና ንኸይንህቦ ዝገብረና ዘሎ እዞም ምርጫታት እዚኦም ነዚኦም መጀመርያ cancel ክንገብሮም ክንክእል ኣለና ማለት እዩ ሽግ ኣጋጢሙኩም ይፈልጥ ዶ ፕላን ኤ ፕላን ቢ ፕላን ሲ እንዳበልኩም ምስ ኣቀመጥኩም ኢነርጂኩም ፋሕ ፋሕ ዝበለኩም ኣብ ኮመንት ሴሽን ኣቀምጡለይ ናብ ካልኦት ሸር ግበርዋ ፒስ ኢን ላቭ ጋይስ። ንሸውዓት እዚ ትምህርቲ ከም ሰማዕናዮ እዩ ማለት ኣብ ህይወትና ሲ ምርጫ ነብዝሕ ከለና ኢና ጻዕሪ ነውሕድ እዩ ዝብል ዘሎ ሓቁ እዩ ምርጫ እናጥፋእና ኣወዳት ንኹን ኣዋልድ ማለት እዩ። ስምዑ ኣቱም ኣታኽልቲ ተኽለ ተኽለሙዑዝ ፍረወይኒ ወይኒ እፀገነት እፀህይወት ሪታ ትበሃሉ ሰባት ማለት እዩ ታይ ኢኹም ልሕመኩም ብቆልዓኹም ተኽሊ ዲኹም ነይርኹም እንታይ ኢና ኣትክልትን ፍራምረን ሲ ካብኡ ዘለካ ዓይኒ እንታይ እዩ ስምዚ ሲ ንምቁልማጥ ኣይመች ደቂ ዓበይቲ እናቐይሮ ሲ ቻ ካላስ
ንቀይረያ እዚ ሓወይ ናትኻ እንታይ እዩ ሽምካ እንዶ ንገረና ማለት ንኩሉ ሽሜኻ ናልዕልኻ ትፃረፍ እናተይ ጥራሕ ኢኻ ዘይተልዕላ ማለት ሽሜሲ ተገማት ኣይኮነን ሓቂ ምዝራብ ግን እዛ ኣብ ላእሊ ንሪኣ ዘለና ስእሊ ኣብ ሶሸል ሜድያ ቫይራል እያ ደላ ወይ ድማ ጉኑን ስም ሒዛ ኣላ። እዚ ንሪኦ ዘለና መንእሰይ ኣብ ሑበራት ኢማራት ዓረብ ከተማ ዱባይ ከም ደሊቨሪ ኮይኑ ይሰርሕ ወይ ድማ መግቢ የበጻጽሕ ማለት እዩ። እዚ መንእሰይ ናይ ወርሒ ደሞዙ ብምኽፋል ኣይፎን ሰቨንቲን ወይ ድማ ኣይፎን ዓሰርተ ሸውዓተ ገዚኡ። እዚ ድማ ኣብ ሶሻል ሜድያ ቫይራል ገይርዎ ኣሎ። እቲ ምኽንያት ድማ ስታንዳርድ ናይ ሰብ ኣብዚ ግዜ እዚ ናበይ ይኸይድ ከም ዘሎ ብፍላይ ድማ መንእሰያት ማለት እዩ። እዚ ሰብ እዚ ብዙሕ ነገር ዝግበር ኣሎ ምኽንያቱ ደሊቨሪ ክሰርሕ ማዕረ ክንደይ ተሸጊሩ ሃገሩ ገዲፉ ኣብ ዱባይ ክነብር ወሲኑ ከም ዘሎ ፍሉጥ ነገር እዩ። እንተኾነ ግን ናይ ወርሒ ምሉእ ደሞዙ ከፊሉ ኣይፎን ዓሰርተ ሸውዓተ ክገዝእ ምውሳኑ ኣብዚ ግዜ እዚ ዘሎ መንእሰይ ኣንፈቱ ናበይ ምዃኑ እዩ ዘርእየካ። በዚ ምኽንያት ድማ እዩ ብጽቡቕ ዘይኮነ ብዙሕ ኣካታዒ ኣርእስቲ ኮይኑ ዘሎ ኣብ ሶሻል ሚድያ። እሺ ኣሕዋት እዚ ጉዳይ ከም ዝሰማዕኩሞ ኢኹም እዚ ሓውና ትሪኡ ኣለኹም ደሞዙ ኩላ ኣምዚኣ ሕፍስ ኣቢሉ ኣይፎን ሰቨንቲን ገዚኡ ብዙሓት ሰባት መቸም ናተናደዱ ነይሮም በዚ ጉዳይ እዚ ንምንታይ ከምዚ ይገዝእ ንምንታይ ገለ ገለ ኢልኩም ትጻረፉሲ ንምንታይ ድዩ ይሰርሕ ኣሎ ማለት ደስ ኢልዎ እንድሕር ተገዚእዎሲ ናይ ጻዕሩ ዋጋ እዩ ዶ ስለዚ እዚ ዘታሽሙ ዘናድ ገለ ይብሉን ካልእ ነገር ተዝገብሮ ጽቡቕ ስልኪ ገዚኡ ስልካ ክትቀመላ እዩ ሰላም ኣሕዋተይ እዛ ቪድዮ ንጓል ኣሉላ ትብጻሕ ሎማዓንቲ ፈሊጥኩም ኣለኹም ሼር ኮፒ ሊንክ ኩልና ንግበር ጓል ኣሉላ

ካልሲ ኣባኣኒኣ ሰለስተ ወርሒ ሙሉእ ዘይቀየርኳ ጎረቤት ኩላ ማስክ ጌራ ምኻድ ጀሚራ ኮረና ከም ዝኒኤስ እሞ ንስኻ ዘይትሕሱ ትሕስቶ ትደልዪ እወ ሓዚ በሊ ማዓረይ ፍሽኽታ ከብ ፍርናሽ ተዝኸውን ኔሩ ሰለስተ ሰሙን ሙሉእ ኣይምተሳእኹን ኔረ። ህኩይ ኢኻ ያእ ህኩይ ንስኻ ደቂስካስ ኣነ ክቐልበካ እንዶም በቃ ቻው ንፋላለ። ትዲ ተረግበሉ ብስሩ ቀደሙ እኮ ብስሩ ባስ ባቡርና ጓል ሓንቲ ከይዳ ሓንቲ ኣሻዓ ትመጽእ። ባጃጅ ታክሲ ወዲ ሓደ ተጸዊዕኻ ኣርባዕቲኦም ተር ዝብሉ።
ዝሓወይ እዚኣ ትትረፍካ እዛ ሓፍትና እዚኣ ትረፍካ ማለት ብዝተሓዝኻያ ብቲ ብቲ ተኾንካ ብቲ ትኾንላ እዚኣ እዚኣ ትረፍካ ሰውሳ ኢለና ኣለውሓት ክነቋርጾ ዘለና ጉዳይ እሺ ንሕና ሓበሻ ክነቋርጾ ዘለና ሃንድ በት እንዳ ሰብ ምኻድ ኣብ ታሕቲ እየ እኮ ዘለኹ ምስ ደቀይን ምስ ሰበይተይን ኣጋጣሚ ሎማዓንቲ ሲ ክንሪኦኩም መጺና ወይ ክነዕልለኩም መጺና ኖው ዋሪፍቲ ሰብ ንሱ ኣቮካዶ ብጸጉሩ ሰበይቱ ኣብ ጸጉራ ኣቮካዶ ለኽያ ተኾነትከ ዋር ኢፍ እቲ ሰብ ንሱ ንዓኻ ዝኸውን ምግቢ ዘየዳለወ ተኾነኸ ኦው ባት ከየሸግሮ ኢለ እንድየ ንዓይ ክብል ዳምዳም ከይብል ዝስተ ዝብላዕ ገለገለ ኢሉ ከይሻጋገር ከይበልዓኻ ከይሰተኻዶ ትኸይድ ኢኻ ቡና ከይሰተኻ ዶ ክትከይድ ኢኻ? Now! So then either way ንዓኻ ክብል ደምደም ክብል ምባሉሲ ኣይተርፎን እዩ። ከማነይ more stress ምኽንያቱ ሕጂ በቃ ጋሻ ይመጸኒ ኣሎሞ ኢልካ ኣብኡ እታ ዝቐልጠፈት እንታይ እያ ጥብሲ ድያ ጥብስን ምስ ሰላጣን ዶ ክብኦ ወይ እቲ ሰብ ደምደም እዩ ክብል ንዕባ ውጽኢ ኢልኮላ ሸተት ኢልኪ ኪዲ እሞ ስተ ግዝኢ ደሓር ብትፍንሽትራ ዋላ ገለ ትህብኒ ከይረኣይና ክነእትዎ ናብ ፍርጅ ዋእ እንታይ ኣምጽኦ ጋይስ ንምንታይ ነቲ ሰብ ንሱ ስትሬስ ትገብሩሉ ወይ ኣጋጣሚ እቶም ደቆም ሽዓ መዓልቲ ከምዛ ጸባ ዘይረኣዩ እቲ ጸባ ወዲኦሞ ይኾኑ እኔም ቡና ከፍልሑ ከኣ ጸባ የድልዮም ይኸውን ንዓኻ ክብሉ ከኣ ሱፐማከት ወይ ገለ ናብ ሞል ከይዶም ከኣ ክገዝኡ ኣለዎም ኖ ጋይስ ኣነናውንስድ ኣይንኺድ ዋር ኢፍ እቲ ሰብ ንሱ መደብ ጌሩ ኔሩ ተኮነ ክምስ ፊያምልኡ ድራር ክወጽእ ኣብኡ ጨና እንዳ ነፈሑ ኩሎም እቶም ቆልዑት ተዳለዉ ተባሂሎም ተዳልዮም ህጂ ከኣ ኣነ ናውስድ ምስካ ምስ ደቅካን ገለካን መጺካ ናው እቶም ቆልዑት ተረቢሾም ኣለዉ ክን ክወጹ ሓሲቦም ኣይትወጹን ተባሂሎም ጋሻ መጺና ተባሂሎም ንስካ ጸጉርካ ዲካ ኣዕሪካ ኔርካ ጀል ዲካ ለኪካ ኔርካ በቃ ኩሉ ጎንት ወይስት ኣብኡ ጨና ነፋፊሕካ እንዳ ኣብ ማዕጾ እንዳከፈትካስ ኣብ ታሕቲ ኣለኩ እንተኢሎምካስ ታይ ትገብር ጋይዝ please ንሰብሲ ኣይንኺዶ unannounced ok መደብ ናቱ ክህልዎ ይኽእል ንዓኻ ዝኸውን ምግቢ ከዳሉ ኣለዎ ንዓኻ ምሻሎ ትገዝኡ ዋላ ጽሩይ ይኹን ኩሉ ግዜሲ ንዓኻ ዝኸውን ነገራት ካሊእ ነገራትሲ ከዳልወልካ ስለ ዘለዎ please unannounced ኣይንኺድ ጋይዝ። ኩቡራት ተዓዘብቲ እቲ ዝበዝሐ እኳ እዛ ሓፍትና ኢላቶ እንድያ ግን ብሓፈሻ እንታይ እዩ ማለት ሰብ ናብ እንዳ ሰብ ክኸይድ ኣቕሪቡ እንድዩ ይፈልጦም እየ ኢሉ ስለ ዝፈትወካ ገለ እዩ ዝመጸካ እምበር እንዳ ጸላኣካ ገለ ኣይመጸካን እዩ ወይ ንስኻ ካብቲ ኣብቲ ከባቢ ዘለዉ ሰባት ዝሓሽካ ትኸውን ንዕኡ ማለት እዩ ግን እዚ ከም ዓድና ኣይኮነን ስደት ምዃኑ ኣይትርስዑን ትኾኑ ማለት እዩ ሰብ ከኣ ነናቱ ፕሮግራም ስለ ዝተሓናንቕ በቲ በቲ በቲ እቶም ከምኡ ዓይነት ኣመል ዘለኩም ሰባት ደኣ ኣለኹምኩም ድሕሪ እዛ ቪድዮ ምስማዓ ከይሓበርኩም ናብ እንዳ ሰብ ኣይትኺዱ ኢኹም ክቡራት ተዓዘብቲ እቶም ከምኡ ዓይነት ሽግር ዘለኩም ሰብ ሃንደበት ዝመጸኩም ከኣ ድምጺ ትኾነኩም ኣላ እዛ ሓፍትና ማለት እዩ ብሓፈሻ ከምዚ ነንሓድሕድካ ምንቕቓፍ ርእይቶ ምውህሃብ ግን ኣነ ኣይጸልኦን እየ እሺ ኣብዚ ቪድዮ ከም ዝረናዮ ማለት ብትክክል ሓቂ እዩ ሓደ ሰብ ብፍላይ ድማ ናብ ጋሻ ክትኸዱ ከለኹም ናብ ዳሰብ ክንኸድ ከለና ሲ ፈቲናዮ ኢና ንኸድ ለና ምዚ ነሽነሽ ዝበሎ እዩ ግን ከይነገርካ ምኻድ ማለት ነዚ ተኸዶ ሰብሲ ከይተዳለ ናሃለየ ከች ማላ ገዝኡ ማለት እዩ እዚኣ ከባድ እያ ሓሲ ክመት ከም ዝበለቶ ገፅ ኣቮካዶ ገይሩ ኩላ ክትፀሪ ኢላ ከች ከባድ እያ እዚ ኣሕዋት ስለዚ ኣብ ቀፃሊ ናብ ናብ እንዳ ሰብ ገዛ ንኸድ ከለና ኣቐዲምና ንነገር ትማሊኣ ወይ ቅድሚ ትማሊኣ እሺ። እሺ ኣሕዋት እስኪ ካብዚ ምቅጻል ድማ ናብዚ ማሕበራዊ ሚድያ ሓደሽቲን መዘራረብትን ዘለዉ ሓበሬታታት ክወስደኩም እስኪ ብዚ ቪድዮ እዚ ንጀምር። ኣዴና ቅድስቲ ድንግል ማርያም ካብ ክፉእን ካብ ሕማቅን ዘበለ ትሓልወና ወትሩ ኣብ ዙርያና ትኹን ኣሜን ከይበልኩም ከይትሓልፉ ክቡራት የሕዋት ናይ ብሓቂ ብጣዕሚ ዘሕዝነካ ኣብ ኢትዮጵያ ክልል ኣምሓራ ወረዳ ምንጁር ሽንኮራ ዝርከብ ኣረርቲ ማርያም ዝበሃል ቤተክርስትያን ብዘጋጠመ ሓደጋ ክሳብ ሕጂ ሰላሳን ሽዱሽተን ሰባት ከምዝሞቱን ክልተ ሚእቲ ከምዝቖሰሉን ይንገር ኣሎ። እቲ ሓደጋ ዘጋጠመ ዓመታዊ ንግደት ንምብዓል ህዝቢ ካብ ዝተፈላለየ ቦታታት ተኣኪቡሉ ኣብ ዝነበረ'ዩ፣ እታ ቤተክርስትያን ኣብ ትሕቲ ህንጻ ስለዝነበረት እቲ ህንጻ ኣቚምዎ ዝነበረ ብዕንጸይቲ ዝተሰርሐ ሳካፋለ ብምፍራሱ'ዩ ኣብ ልዕሊ ህዝቢ ሓደጋ ክወርድ ዝኸኣለ። እቲ ሓደጋ ናብ ሎሚ ረቡዕ ኣብ ዘውግሕ ከባቢ ሰዓት ክልተ ወጋሕታ'ዩ ኣጋጢሙ። ናይ ብሓቂ ብጣዕሚ'ዩ ዘሕዝነካ ነቶም ዝሞቱ እዝግኣብሄር ኣምላኽ መንግስተ ሰማያት የዋርሶም ንብሙሉኦም ነቶም ዝቆሰሉ ድማ እዝግኣብሄር ኣምላኽ ሙሉእ ምሕረት የውርደሎም ናይ ብሓቂ ብጣዕሚ ዘሕዝነካ እዝግኣብሄር ኣምላኽ ካብ ከምዚ ዓይነት ባዕሉ ይሓልወና ናይ ብሓቂ። እሺ ኣሕዋት ቪድዮ ከም ዝሰማዕናዮ እዩ ማለት ብጣዕሚ ዘሕዝን ኣብ ቤተክርስትያን ናይ ቤተክርስትያን መዓልቲ ክኹሩ ኢሎም ከይዶም ዘይሓሰብዎ ሓደጋ ገጢሙ ሞይቶም ዝቆሰሉ እውን ኣለው ብጣዕሚ ዘሕዝን ንሙ ዝሞቱ መንግስተ ሰማያት የዋርሶም ብሂወት ዘለና ከዓ ካብ ከምዚ ዓይነት ወፂኻ ምትራፍ ፈጣሪ ይሓልወና ክብል ይደሊ ንቐፅል
ፅንዓት ይሃብኪ ዲኹ ዝበልኩምኒ ሓሙሽተ ዓመት ሙሉእ ተደብሪብኪ እንዳ ዘይምሱል መሲሉ ገጸይ ተኸዲነ ማዳ ኣብ ርእሲ ጸገም ሽግረይ ዝወለድክዎ ውላደይ ዝእኡ ወሲድዎ ኣብ ቅድሚ ዝዓይነይ ከመይ ኢለ ክጸንዕ ከመይ ኢለ ክጸንዕ ተይ ኣንጀት ተሪፉኒ ከም ዝተረፉ ደቀይ ክዕብስ መረበተይ ምለሱኒ ከም ናይ ምድሪ እኳ ክንደየናይ ሰምዕኒ ደኣ ይኾን ናይ ላዕሊ ሰማይ
እሽሕዋ እዚ ቪድዮ ከምዝረናዮ እዩ ማለት ተመዛበልቲ ኣሕዋትና ዘለዎ ጸገም እያ ዝሓፍትና ብግጥሚ ገይራ ኣቢላትልና ግን ብጣዕሚ ዘሕዝን ሕሰቦ ዝኩሉ ካብ ገዛኻ ተፈናቂሎም መጽዮም ህዚ ከኣ ኣብ ልዕሊኡ ካሊእ ጸገም ክውሰኽ ክትሰምዕ ከለኻ ብጣዕሚ ከቢድ ንኩሎም ተመዛበልቲ ዘለዎ ኣሕዋተይ ብሰላም ናብ ገዛኹም ትምለሱሉ ግዜ

ክሳብ ዝረኹም ሳት ሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቀጻሊ ብኻሊ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይመችኹም